መንፈሳዊ ማሕበር ኣብ ምስፍሕፋሕ ሓዋርያዊ ተልእኮን ምፍታሕ ፈተናታትን ኦርቶዶክሳዊት ተዋህዶ ቤተክርስቲያን ትግራይ እዩ ዝብል ካብ ሰዓት ሸሞንተ ጀሚርና ኣብዚ ተረኺብና ያው ብዝተፈላለየ ምክንያት ኣቦታትና ይኹን ካልእ ዕዱም ኣጋይሽ ኻሊእ ፕሮግራማት ተደራራቢ ብምንባሩ እዩ እቲ ሰዓት ተፃዊቡ እሞ ብዝተኸኣለ መጠን ኣሕፅር ኣቢለ ከቕርቦ እየ። ያው ፂን ኢልና ብእግዚኣብሔር ስም ከነዳምፅ ክተዳምፁኒ ብትሕትና ይላቦ። ትሕዝቶ ናይቲ ፅሑፍ መእተዊ ኣለዎ፣ ዕላማ ኣለዎ። ኣድላይነት መንፈሳዊ ማሕበር ንኣገልግሎት ቅድስት ቤተ ክርስቲያን፣ እቲ ሓደ ትሕዝቶ እዩ። እቲ ካልኣይ ብማሕበር ኣገልግሎት ዝወሃበሎም ዘፈራት እንታይ እንታይ ክህልው ይኽእሉ ዝብል ቐፂልና ኣብ ውሽጢ ማሕበራት ብተደጋጋሚ ዝረኣዩ ድኽመታት ኸዚ ዝጥቀስ ዝነበረ ኸም ምእመናን ትግራይ ማሕበራት ኣብ ምድጋፍን ኣፍልጦ ሂብና ኣብ ምኻድን እንታይ እንታይ ጸገማት ኣለና ዝብል እቲ ጥንካሬ ከም ዘሎ ኮይኑ እቲ ድኽመት ግን ክንመሃረሉ ክንመያየጠሉ ስለ ልግበእና እዩ። ቀጺልና ንውጽኢታውነት ኣገልግሎት ማሕበር ካብ ኣባላት እንታይ ትጽቢት ይግበር ዝብል ንምርኣይ ክንፍትን ኢና ማለት እዩ። ኣብዚ ጉዳይ ኣብነት ቤት ትምህርቲ ፈለገ ሕይወት ማለት እዩ ጉዳይ ገዳማት እውን ዝለዓለሉ ስለ ልኾነ እናበላዕና እቲ እዝንና ግን ናብዚ ካብኡ መጨረሻ እንታይ ንግበር ዝብል ተወሰኑ ነጥብታት ኣልዒልና ክነጠቓለል ኢና ማለት እዩ። ማሕበር ዝብል ያው ኣብኡ ምትንታን ግዜ ስለ ዘይብልና ኩሉ ግዜ ርዱእ እውን ስለ ዝኾነ ማህበረ ካብ ልብል ናይ ግእዝ ግስ ዝመፀ ኮይኑ ሓድነት፣ ስምረት ንሓደ ዕላማ ሓቢርካ ምስራሕ፣ ብሓደ ምስራሕ፣ ተመሳሳሊ ዕላማ ዘለዎም ኣካላት ዕላምኦም ንምዕዋት በተለይ መንፈሳዊ ዕላማ ማለት እዩ ዝእከብሉ መንፈሳዊ ትካል እዩ። ንጥንካረን ውፅኢታውነትን እቲ ማሕበር እውን ናይ ኣብነት ናይ ኣባላቱ ማንነታዊ ምትሕንፋፅ ማለት ብዝተፈላለየ ዓቕሚ፣ ብሞያ፣ ብልምዲ፣ እዚኣቶም ወሰንቲ እዮም፣ ዓብዪ ግደ ይፃወቱ ማለት እዩ። ናይ ትካል ማንነት ካብ ኣባላቱ ነፂልኻ ምርኣይ እውን ኣይከኣልን። ማሕበር መንፈሳዊ ማሕበር ክነውግዕ ከለና ናይቲ ማሕበር ሕገ ደንቢ፣ መምርሒ ወይም ደሞ ፖሊሲ፣ መወቅራዊ ኣሰራርሓ እዚኣቶም ናይቲ ማሕበር ገለፅቲ እዮም፣ መንነቱ ማለት እዩ። ዝርዝር እቲ ማሕበር ናብ ድኽመት ይኹን ናብ ጥንካረ ክወስድዎ ዝኽእሉ ነገራት ብዚኣቶም እዩ ዝግለጽ እቲ ማሕበር። ስለዚ ትካል እንትውቀስ ዝውቀሱ ኣባላቱ እዮም፣ ብኣንጻሩ እንትምስገን እውን ድማ ዝምስገኑ እውን ዝምጎሱ እውን ንሳቶም እዮም። ስለዚ ኣባላት ማለት ብኣባልነት ንዝቖምሉ ዕላማ ናይ ውድቀት ይኹን ዕብየት ሓላፍነት ንምውሳድ ድልዋት ኮይኖም ነናይ ግሎም ነቲ ማሕበር ልዑል ግደ ብምብርካት ቆራፅ ኣመለኻኽታ ዘለዎም ክኾኑ ይግባእ ማለት እዩ። እዚኦም ዘጠቓልል እዩ መንፈሳዊ ማሕበር ክንብል ከለና። ዕላማ መንፈሳዊ ማሕበር ዕላማ መንፈሳዊ ማሕበር ኣብ ውሽጢ ዓለም እናነበርና ነገረ እግዚኣብሔር ብምሕሳብ ንትእዛዛቱ ብምሕላው ምእመናንን ቤተ ክርስቲያንን እናገልገልና ተስፋ እንገብራ መንግስተ ሰማያት ብሕብረት ምውራስ እዩ እቲ ዋና ዕላማ ማለት እዩ። እናተደማመፅና ናይዚ ኩሉ ልመፃእናሉ ዋና መሰረታዊ ዕላማ መልእኽቱ ብደንቢ ተደማሚፅና ናይ ኣቦታትና ምኽርን ትምህርትን ማዕዳን ቡራኬን እውን ተቐቢልና ምኻድ ስለልኾነ ኣነ ብልተኻእለ መጠን ሕፅር ከብላ እየ። ስለዚ ንደማመፅ እሺ። ማሕበር ኣብ ቅድስት ቤተ ክርስቲያን ኣገልግሎት ኣድላዪ ኣይኾነን ሓንቲ ባዕላ ማሕበር እያ ዝብሉ ወገናትና ኣሕዋትና ኣለዉ እዮም። እዚ ኣበሃህላ እዚ ከመይ ንርድኦ ኹላትና? ማሕበር መንፈሳዊ ማሕበር ኣብ ቤተ ክርስቲያን ኣገልግሎት የድሊ ዶ ኣየድልን? ሓደ ሓደ ግዜ ኣብ ማሕበራዊ ሚድያ ይኹን ኣብ ዝተፈላለዩ መድረኻት ኣጨቓጫቒ ርእሲ ኮይኑ ይርከብ እዩ ነገር ግን ኣብ ቤተ ክርስትያንና ስለ ማሕበርታ እዩ ዓንቶ ሓውና እቲ ስብከት ማለት እዩ ብማሕበር ባርክዎ ለእግዚኣብሔር ኢሉ ቅዱስ ዳዊት ከም ዝተናገሮ ብማሕበር እግዚኣብሔር ክምስገንን ክግልገልን ፍቓዱ ምዃኑ ዝገልጽ እዩ እቲ ዓንቶ ዝተምሃርናዮ ዝሰማዕናዮ ማለት እዩ ኣብ ታሪክ ቤተክርስቲያን ከም እንመሃሮ ን መጽሓፍ ቅዱስ ውን ማህበረ መላእክት ላበልና ኣብ ሰኣታት ውን ማህበረ ሃዋርያት ብግብሪ እቶም ኣቦታትና ኣእማደ ቤተክርስቲያን ሃዋርያት ብስሞም እንደገና ዝተኸፈቱ ኣብ ኣስመራ ማህበረ ሃዋያት ማህበረ ሃዋርያት ተባሂሎም ብዙሕ ናይ ቤተክርስቲያን ኣገልግሎት መጽሓፍትን ምሕታም ብዙሕ ተሳትፎ ኣገልግሎት ዝገብር ማሕበር ኣሎ ማህበረ ጻድቃን ተባሂሉ በብከባቢኡ በብቦትኡ ኣብ ዜማና ይኹን እንደገና ኣብ ትግራይ እውን ማህበረ ፃድቃን ማህበረ ፃድቃን ማህበረ ፃድቃን ዝበሃሉ ኣብያተ ክርስቲያናት ታሪካዊ ቦታታት ኣለዉ። እዚኣቶም እንታይ እዮም እቲ ዕላማ ተይልና ብማሕበር ኮይኖም እግዚኣብሔር ዘሐጉስ ስራሕ እናሰርሑ ኣብ ኣገልግሎት ዝነበሩ ምዃኖም ስለዚ ንሕና እውን ኣሰር እዚ ተኸቲልና ክንኸድ ንኽእል ምዃንና መርኣዪ እዩ ማለት እዩ። ማሕበር ናይ ኣበው ሊቃውንቲ እውን ማሕበረ ምእመናን እውን ናይ ምእመናን እውን ከምኡ ብዝተፈላለየ መፀውዒ ዝተፈላለዩ ማሕበራት ኣለዉ። ብስም ቅዱሳን፣ ብስም መላእኽቲ፣ ብስም ሃዋርያት ዝኽሪ ላዘከሩ መንፈሳዊ ዝኾነ ትምህርትን ምኽክርን ዝገብርሉ ፅጉማት ዘረድእሉ ዝሕግዝሉ ናይ ቤተ ክርስቲያን ልምዓት ዘሳልጥሉ ብዙሕ ስራሕ ይሰርሑ እዮም ምእመናን ብመናእሰይ ደረጃ እንደገና ተወዲብኻ መንፈሳዊ ውዳበ ፈጢርኻ ቤተክርስትያን ኣገልግሎታ ሰፊሕ ስለልኾነ ደድሕሪ ኣቦታት እናተላእኻ እናሰዓብኻ ቤተክርስትያን ምግልጋል እንደገና ካብ ኩሉ ብላዕሊ ዘሐጉስ ምዃኑ እዩ። ምናልባት ማሕበር ኣብ ናይ መንፈሳዊ ኣገልግሎት ኣየድልን ዝብሉ ሓደ ሓደ ወገናትና ኣሕዋትና ምኽንያቱ ዝመስለና ኣነ ኣብቲ ማሕበር ዝፍጠሩ ጎንፅታት ዝፍጠሩ ፀገማት ነቲ ኣባል ይኹን ንካልኦት መገልገልቲ ደገፍቲ ይኹኑ ውሉደ ቤተ ክርስቲያን ብድኽመት ብሕማቕ ነገር ዝጸልዉ እዮም ዝብል እዩ። እዚ ኸዓ ምስትኽኻል እዩ ዋና መድሓኒቱ ማለት እዩ። ህፃን ክነዕቢ ከለና ብዙሕ ግዜ የጥፍእ እሞ ናተንከባኸብና ናተኸታተልና ናቐፃዕና ነዕብዮ ማለት እዩ። ተኽሊ እውን ከምኡ እዩ ተኽሊ መጀመርያ ንተኽለ'ሞ ብድሕሪኡ ብዝተፈላለየ ምኽንያት ኣንፈቱ ላሰሓተ ክኸድ ከሎ ላደገፍኻ ላቃናዕኻ ኢሉ ወጸ ማለት እዩ። ደሓር ከምኡ ጌርኻ ግን ብዙሕ ጥቕሚ ይርከቦ ማለት እዩ። በተለይ በቦታትና ሓረስቶት እዚ ብሰፊሑ ዝፍለጥ ስለልኾነ ማለት እዩ። ንደማመጽ ኣለና ዲና ኣቦታተይ ኣሕዋተይ ሊቃውንቲ ንእሽተይ ንደማመጽ። ስለዚ ኣድላይነት መንፈሳዊ ማሕበርታ እዩ እንድሕር ኢልና ኮይና ናይ ቤተ ክርስቲያን ኣገልግሎት ተበጻሒ ንምግባርን ጸገማትን ፈተናታትን ንምፍታሕን ካብ ማንም ብላዕሊ ኣዝዩ ዝሕሸ ስለ ዝኾነ እዩ። ብሓደ ሰብ ዘይከኣል ብክልተ ብሰለስተ ኮይኑ ዝሓበራይ ኣጻብዕትስ ኣርቃይ የጸንብዓ ኣብ ምሳሌና እውን ኣሎ ማለት እዩ። ስለዚ ብሕብረት ንምምስጋን ኣባላት እንደገና ስጡም ንኾነ መንፈሳዊ ምሕዝነትን ርክብን ስለ ዝፈጠር ምትእምማን፣ ምትሕቑቛፍ፣ ምትሕልላይ ስለ ዝህሊ ብማሕበር ምግልጋል ናይ ምትሕብባር መንፈስ ይውስኽ፣ ሞራላዊ ኣእምሮ እውን ይፈጥር። እቲ ሓደ ክደክም እንተሎ እቲ ሓደ ኣይዘኻ ይብሎ። እቲ ሓደ ድኽም ክብል ከሎ እቲ ሓደ ብብዙሕ መልክዑ የምህሮ፣ ኣየኻ እናበለ ዓቕሚ እውን ይፈጥረሉ ማለት እዩ። ስለዚ ንቤተ ክርስቲያን ብሞያ ናይ ምግልጋል ልምዲ ዝህቦ ረብሓ ብጣዕሚ ብዙሕ እዩ ካብኣቶም ዝተወሰኑ ጠቒሰ ናብቲ ካሊእ ክሓልፍ ቤተ ክርስቲያን ብምኽንያት ድኽነት ኣብ ምእመናንን ገዳማታን ዝበፅሕ ዘሎ ተፅዕኖ ንምክልኻል የኽእላ ዝበፅሑ ዘለዉ ተፅዕኖታት ንርድኦም ኢና ንፈልጦም ኢና ሱላ ዘርዘርኩ ግዜ ክወስደ ይደሊ ብጣዕሚ ከበድቲ ፀገማት እዮም እኒው እዚኣቶም ብሕብረት ኮይንና ላተመኻኸርና ካብ ገበርቲ ሰናይ ውን ላለመና ካብ ባዕልና ውን ካብታ ንረኽባ ወርሓዊ ድዩ ዓመታዊ ድዩ ላዋህለልና ብዙሕ ነገር ምግባር ይካኣል እዩ ከምቲ ማሕበር ቅዱስ ያሬድ ዓንተቦ ብ ሪፖርት ዘስምዑና ማለት እዩ ንሕና ውን ተሓጊዝናዮም ኻልእት ውን ኢዶም ተሓዊሰምሉ ብዙሕ ነገር ምስራሕ ይካኣል እዩ ኻሊእ ቤተክርስቲያን ብምፅዋት ብልመና ትመሓዳደር ዘይኾነትስ ንደቃ ትረድእ ንምዃን የኽእላ ብማሕበር ኾይንኻ ምግልጋል ብማሕበር ኾይንኻ ናይ ቤተክርስቲያን ጉድለት ምምላእ ብማሕበር ኾይንኻ ናይ ልምዓት ፕሮጀክት ብምሕንፃፅ ብማሕበር ኾይንኻ ዝጎደለ ነገር ምምላእ ብማሕበር ኮይንካ ኣትረፍቲ ዝኾኑ ብዙሓት ነገራት ዘይሰራሕናዮም ንሳቶም ንክምልኡ ምግባር እዚ ካባና ይጽበ ካብ ውሉደ ክርስትያን። ካልኦት ናይ እምነት ትካላት እንታይ ይገብሩ ኣለዉ ንፈልጦ ኢና ብደንቢ ንፈልጦ ነገር እዩ። ንሕና ቁጽርና ናትና ይበዝሕ ንሳቶም ግን ውሑዳት ኮይኖም እንታይ ይሰርሑ ንሪኦም ኣለና ኢና ማለት እዩ። ገንዘብ እርዳታ ስለ ዝረኽቡ ካልእ ካሊእ ምኽንያት ክመጽእ ልኽእለ ይመስለኒ። ገንዘብ ተዘይንረክብ እማ ኣብ መስተ ነፍስሶ ኣብ ለየድሊ ድግሳት ልዕሊ ዓቐን ምብላዕን ምስታይን ነፍስሶ ለለና ልባኽር ለሎ ሃፍትን ንብረትን እኮ ሰኣን መምሀሪ፣ ሰኣን ኽዳን፣ ብዙሓት ህፃናት ብዙሕ ፀገም ወዲቖም ተተካእቲ ቤተክርስትያን ከይኾኑ ተስፋ እናቖረፁ ናብ ዘየድሊ ነገራት ዝኸዱ እኮ ኣለዉ። እዚኣቶም ብቐሊሉ ምሕጋዝ ይከኣል እዩ። ኣተሓሳስባ እዩ እቲ ዋና። ስለዚ ቅዱስ ጳውሎስ ኣብ ቀዳማይ ተሰሎንቄ ምዕራፍ ኣርባዕተ ቁፅሪ ዓሰርተ እስከ ዓሰርተ ክልተ እንታይ ይብል? ኣብ ናብራኹም ካብ ሰብ ምእንቲ ከይትደልዩ፣ እቶም ካብ እምነት ወጻኢ ዘለዉ ኸኣ ምእንቲ ከኽብሩኹም፣ ከምቲ ዝኣዘዝናኩም ብህድኣት ክትነብሩን ኣብ ናይ ባዕልኽትኹም ዛዕባ ክተተኩሩን ብኢድኹም ክትሰርሑን ንምዕደኩም ኣለና ይብል። ኣገልገልታ ይኹኑ ምእመናና ናይ ስራሕ ዕድል ፈጠራ ስልጠና ድዩ ኻሊእ ዓቕሚ መዕበዪ ስልጠናታት እናተዋህቦም ዓርሶም ዝኽእልሉ ንኻሊእ እውን ዝድግምሉ ስራሕ ብሰፊሑ ክስራሕ ክኽእል ኣለዎ ማለት እዩ። ቤተክርስቲያን ሃፍታም እያ ብዙሕ በዓል ሞያ ኣለዋ ብናፃ ከግልግል ዝኽእል ውፉይ ዝኾነ ምውዳብ ግን የድልዮ ምክትታል ግን የድልዮ ምብርትታዕ ግን የድልዮ ተሓንቶሞ ዝገልፅዎ ዝነበሩ ሊቀ መዘምራን ሓውና ጥዑመ ልሳን ናይ ባዕልና ዝኾነ ነገር ባዕልና እንድሕር ትኹረት ሂብና ግዜ መስዋኢቲ ጌርና ተዘይገምጊምናዮ ተዘይሓጊዝናዮ ተዘየልሚዕናዮ መን ዳኣ እዩ ክመፀላ ነዛ ቤተ ክርስቲያን እዚኣ ጥራሕ ተናገርቲ ጥራሕ ትችት ጥራሕ ወቐሳ ነቕርብ እንተኾይንና መንገድና ቁልቁለት እዩ ክኾን ማለት እዩ መፃኢና ከዓ ከቢድ እዩ እቲ ፈተና ቤተ ክርስቲያን ንሪኦ ኣለና ማለት እዩ ስለዚ ኣብዚ ዘለና ውሑዳት ኣይኮነና ብዙሓት ኢና ዘለና እሞ ኣቓልቦና ላብዚ ንግበር ልቤተ ክርስቲያን ልወሃብ ግዜ ክንህብ ክንኽእል ኣለና ትዕግስቲ ክህልወና ክኽእል ኣለዎ ምምጻእና ኣይተረፈናን እቲ ግዜ መሽዩ ይርደእኒ ኣሎ እዩ ግን ሕጽር ሕጽር ኣቢለ ስለ ለሕልፎ ንእሽተይ ትዕግስቲ ጌርና ኣቓልቦ ንሃበሉ ቀጺሉ እውን ቅዱስ ጳውሎስ ኣብ ኻልኣይ ተሰሎንቄ ምዕራፍ ሰለስተ ቁጽሪ ሽዱሽተ ከምዚ ይብል፣ ቀትርን ለይትን እናሰራሕና ንጽዕርን ንደክምን ነበርና እምበር፣ ካብ ሓደ እኳ ብኸምኡ እንጀራ ኣይበላዕናን፣ እዚ ኸዓ ኣርኣያ ክንኾነኩም ደሊና እምበር፣ ስልጣን ስለ ዘየብልና ኣይኾነን ይብለና ኣሎ። ብዙሕ ግዜ ኣብ ቤተክርስትያን ኣገልጋሊ ምዃን፣ መንፈሳዊ ምዃን፣ ሰሪሕኻ ምብላዕ፣ ሰሪሕኻ ምህፍታም፣ ሰሪሕኻ ገንዘብ ኣዋህሊልኻ ንባዕልኻን ንኻልኦት ምዃንን ዝከኣል ምዃኑ እንዝንግዖ ብዙሓት ኢና። ኣቦታትና ሃዋርያት ግን እዚ እዮም ዘምህሩና። ቀትርን ለይትን ንዛ ቤተ ክርስቲያን እዚኣ ብርሃን ኮይኖም ዘይኸፈልዎ መስዋዕትነት የለን። ከምዚ ይላገበሩ ግን ኣብታ ንእሽተይ ሰዓት ኣብቲ ልዓርፍሉ ሰዓት ኣብቲ ልድቅስሉ ሰዓት ግን ኸፊሎም እንደገና ብጸሎት ላተመርሑ ኣብ ኢድ ኻልኦት ኣይወድቑን ነይሮም። ንባዕሎም ንባዕሎም እናሰርሑ ይጥውሩ። ካብ ኻልኦት ክወሃቡ እናተገበኦም ማለት እዩ። ደሞዝ ክወሃቡ ይግበኦም ነይሩ፣ ግን እዚ ኣይገበርዎን ማለት እዩ። ስለዚ ንኣና እዚ ዓብዪ ትምህርቲ እዩ። እዚ ኣብ ኻልኦት ዘተሓሳስባ እዚ ክሰርፅ ብማሕበር ኮይንካ ምስልጣን፣ ብማሕበር ኮይንካ ምድጋፍ ናትና ግደ ይኾን ኣሎ ማለት እዩ። ናይ ቤተ ክርስቲያን ዶግማ ቀኖና ስርዓት ተሓልዩላ እትደልዮ መንፈሳዊ ኣገልግሎት ንክትህውን የኽእላ። ረብሓ መንፈሳዊ ማሕበር ኮይንኻ ምግልጋል ማለት እዩ። ኣብ ቤተ ክርስቲያንና ዶግማን ቀኖናን ስርዓትን ብጠቕላላ ሕዚ እንታይ ይመስል ኣሎ? ብማሕበራዊ ሚድያ ብዝተፈላለዩ መድረኻት ንሪኦ ዘለና ነገር መሕዘንቲ ዝኾኑ ነገራት ይፍጸሙ ኣለዉ። እዚኣቶም ንሕና ኢና ክንከላኸለሉ ዝግባእ። ንሕና ኢና ክንሕልዮ፣ ንሕና ኢና ናይ ምክልኻል ስራሕ ክንሰርሕ ንግባእ ማለት እዩ። ኣብ መን ኾይንና? ኣብ ኸምዚ መንፈሳዊ መዋቅር ኣቲና፣ ኣብ ትሕቲ ኣቦታትና ኮይና መምርሒ ላተቐበልና፣ ንኣብነት ሃይማኖታዊ ትውፊት ዘይሓለዩ ናይ ቤተክርስቲያን ዲዛይናት፣ ከይስርሑ እውን ዝተዛብዐ ናይ ቤተክርስትያን ወይ ሃገራዊ ታሪኽ ከይህሉ ታሪኽ ዘበላሽዉ መጻሕፍቲ እንትጸሓፉ ማለት እዩ። እዚኣቶም ኩሎም ንሕና ደቂ ቤተክርስትያን ናይ ምስትኽኻልን ናይ ምስራሕን ሓላፍነት ኣለና ማለት እዩ። ብማሕበር ናይ ምግልጋል ካብ ተፈጥሮ እንታይ ኢና ንመሃር? ተፈጥሮ እንታይ የምህረና? ብማሕበር መንፈሳዊ ማሕበርሲ ኣየድልን ዝብሉ ዓንተዓንተል ገለ ጽናዮ። እቲ ስግኣቶም ይርደእኒ እዩ። ገለገሊኦም'ኳ ኻሊእ ተልእኾ፣ ጸጋማይ ልኾነ ተልእኾ'ውን ስለ ዘለዎም፣ ስለ ዘይደልይዎ፣ ኦርቶዶክሳውያን ክሓብሩ ከለዉ ልሰርሕዎ ስራሕ ልኣቶም ከም ስግኣት ስለ ዝርእይዎ እዚ ነገር'ዚ የድልይዎን። ገለገሊኦም ግን ናይ መሪሕነት ጉድለት፣ ዘይምስምዕማዕ፣ ዘይምቅድዳው ክፍጠር ከሎ ዝመፅእ ምግምማዕ እውን ስለዘስግኦም ኣየድልን ኢሎም ይኸዱ ማለት እዩ። ነገር ግን ካብ ተፈጥሮ እንመሃሮ ነገር ኣሎ። ቅዱስ ጳውሎስ ሐዚ እውን ኣብ ቀዳማይ ቆሮንቶስ ምዕራፍ ዓሰርተ ሓደ ቁፅሪ ዓሰርተ ኣርባዕተ እንታይ ይብል? ተፈጥሮ ዶኳ ኣየምህረክሙን እዩ ይብለና። ካብ ንህብት ኣይንመሃር። ንህቢ ልለዎ ሕብረትን ሓድነትን ብጣዕሚ ዝገርም እዩ ተልእኾ ውን ሓላፍነት ውን ነናይ ባዕሎም ተዋሂቡ ማለት እዩ ካብኡ ዘፍርይዎ እንደገና ምህርቲ መዓር ይበሃል ትጥዑም ማለት እዩ እዚ ካብ ተፈጥሮ እንመሃሮ እዩ ኣዕዋፍ እውን ከምኡ ብሕብረት ኮይኖም ክኸዱ ከለዉ ካብኣቶም እውን ንረኣዮ ንሪኦ ነገር እኒኦ እዚ ናይ ፍልሖ ታይ ገብረ ጉንዳን ይብልዎ ኣምሓርኛ ባባና ታይ ልበሃል እሱ እውን ተሪኢኹሞ ማለት እዩ ዝኾነ ነገር ክደፍኡ ተለዉ ብሕብረት እዮም ዝደፍዎ ልዕሊ ዓቕሞም እዩ እቲ ክብደት እውን ትሪእዎ ተለኹም ማለት እዩ ግዙፍ እዩ ትንሪኦ ተለና ነገር ግን ብሓደ ኮይኖም ሓደ እውን ብዙሕ ይደፍእ ብዙሓት ኮይኖም እውን የንከባልልዎ ማለት እዩ እንተ ሓቢርኻ ዘይድፋእ ነገር የለን ዘይፍታሕ ፀገም የለን። ናይ ሕዚ ለሎ ጸገም ቤተክርስትያን ፈተና ቤተክርስትያን ካብ ናትና ካብ ኦርቶዶክሳውያን ኮይና ብሕብረት ኮይና እንፈትሖ ብላዕሊ ኣይኮነን ምስ ኣቦታትና ኮይና ማለት እዩ ኣብ ወዲ ሰብ ባዕልና እውን ክንሪኦ ከለና ማሕበር ክንደየናይ ኣድላዪ ምዃኑ ናይ ሰውነትና ክፍሊ ኣካላት ኣፍንጫና እግርና ኢድና ዓይንና እዚኦም ኩሎም ብማሕበር ኮይኖም እዮም ጠጠው ኣቢሎምና እኔዉ ማለት እዩ። እቲ ሰብ ልበሃል ወዲ ሰብ ልበሃል ፋንክሽናል ኮይኑ ኣብዚ መሬት እዚ ክነብር ዘድልዮ ነገር ክገብር ኩሎም ብሕብረት ብውዳበ ኮይኖም እዮም እቲ ገዛ እዚ እውን ንሪኦ ተለና ሰረት እኒኦ ጣራ ሞሮ ልበሃል ብዙሓት ነገራት ኮይኖም ብሓድነት እዮም ጠጠው ኣቢሎሞ እኔዉ ማለት እዩ። ስለዚ ብማሕበር ኮይንካ ምግልጋል ብማሕበር ተወዲብካ ክፍተት ምምላእ ክንደየናይ ወሳኒ ምዃኑ ካብዚ ካብ ተፈጥሮ ንመሃር ንኽእል ኢና ማለት እዩ። ስለዚ ብማሕበር ኮይንኻ ቤተክርስትያን ምግልጋል ይከኣል እዩ ማለት እዩ። ይከኣል እዩ። ዕላማ፣ መዋቅራዊ ኣሰራርሓ፣ ተልእኾና ግልፂ ገይርና ብፅሑፍ ዝተሰነደ ገይርና በቢዓመቱ ላተገምገመ፣ ላተሰነደ፣ ላተረእየ ብሪፖርት እውን ላቐረበ ክኸድ እንድሕር ገይርናዮ ማለት እዩ። ብማሕበረ ኣገልግሎት እንሆሎም ዘፈራ እንታይ እዮም ክንብል ከለና ከምቲ ዓንቶል ዝገልጹልና ዝነበሩ ሓደ ስብከተ ወንጀል እዩ ብሕጽረት ቃለ እግዚኣብሔር ንስሓ ዘይኣተው ኣለው ንስሓ ኣትዮም እውን ዘይቆረቡ ኣለው ንክቆርቡ በብግዚኡ ዝውሰዱ ዘለው ምእመናን ካብ ቤተክርስትያን ካብ ሕቁፍ ቤተክርስትያን ዝውሰዱ ዘለው ምእመናን ብዙሓት እዮም እዚኣቶም ኣብ ዘሎ ጠጠው ክብል እንታይ ክንሰርሕ ኣለና እንታይ ክንገብር ኣለና ብኣድባራት ትልሚ ወጺኡሎም ኣብዚ ዓመት እዚ ክንድዚ ንስሃ ክነእቱ ኢና ሰባት ዘይኣመኑ ክነእምን ኢና እኳ ረሲዕናዮ ኢና እሱ ተልእኮና እውን ምዃኑ እንድዒ ረሲዕናዮ ካብ ባዕለ ጀሚሩ ማለት እዩ ኣእምሮና ኣይመጸልና እዩ ክንደየናይ ዘንጊዕና ክንደየናይ ደኺምና ክንደየናይ ዝሒልና ከም ዘለና ማለት እዩ ተልእኮ ቤተ ክርስቲያን ናላ ዘይረስዕዎ ሰባት ውሕዳት ክህልው እዮም ሕልፍ ሕልፍ ኢልካ እንሪኦ ነገር ኣሎ ማለት እዩ ነገር ግን ንስሃ ዘይኣተዉ ንክኣትዉ እንገብሮ ጻዕሪ ውን ትሑት እዩ። ንስሃ ልኣተዉ ክቐርቡ ዘይክኣሉ ውን ብዙሓት እኔዉ እዚኣቶም ብመሐሪ ኮይንና ስልጠና ላሃብና ላምህርና ክንገብሮ ለይንክእል ምክንያት ታይ እዩ? ካልኦት በብመናፈሻ በብሆቴሉ ታይ ይገብሩ ኣለዉ? ምናልባት ኣብዚ ብዙሕ ክዝርዝረልኩም ምክኣልኩ መረዳእታታት ኣብዚ ለቕረብክዎም ብጽሑፍ ብምስሊ ውን ብዙሓት ነገራት ነይሮም። እቲ ኤልሲዲ ስለ ዘየለ እዩ እግዚኣብሔር ተፈቂድዎ ካሊእ ግዜ ብሰፊሑ ንመያየጠሉ ግዜ ክህሉ ይክእል እዩ እና ኣብቲ ከተማና ብጣዕሚ ዝገርም ዝቀጻጸለ ምንቅስቃስ እዩ ለሎ ብጉጅለ ኮይንኻ መናእሰይ ምምንጣል ምውሳድ በተለይ ኣብ ሃይስኩል ለለዉ ተምሃሮ ዋና ታርጌቶም እዩ ክልተ ኣካላት እዮም እቶም ሓደ ኣጽራረ ቤተክርስቲያን ናይ ስሕተት ሃይማኖት ትካላት መስሪቶም ዝኸዱ እቶም ኻልኦት እንደገና ትግራይ ዕሾኽ ኣመኬላ ልበሃል ቋቁመ ልበሃል ኣውቂላ ኢኣማንያን ዝበሃሉ ኢተይስት ዝበሃሉ ቦቂሎምላ ትግራይ ናይ ባዕሎም ገዛ ፈልዮም መናእሰይ እግዚኣብሔር የለን ናብ ዝብል ፍልስፍናዊ ልሞተ ፍልስፍና ዓለማዊ ፍልስፍና ርእዮት ብዙሓት እናወሰዱ እዮም ዝርከቡ ማለት እዩ። እዚ ተጠቕሊሉ ተጠቕሊሉ እዚ ዕዳ እዚ ላባና እዩ ክመጽእ። ፍሪሃ እግዚኣብሔር እንድሕር ርሒቑ ርህራሄን ፍቕርን ምትሕልላይን ድሕር ዘየለ ኮይኑ ከመይ ጌርና እቲ ናይ ሰማያዊ ሞይትረፍ ኣብ መሬት ከመይ ጌርና ክንነብር ንኽእል እዚ እኮ ከተሓሳስበና እዩ ዝግባእ ብዙሓት ሰባት ከዚ ሕዚ ሰዓት በብመንገዱ ብካራ ናተኸስተኑ ከም ደርሆ ተቐቲሎም ብዓሸና ተጠቕሊሎም ልድብረይሉ ኩነታት ኮይኑ እዩ። እዚ እዚ እዚ ተግባር እዚ እኮ ኣብ ትግራይና እዩ ፈርዩ ከምዚ ልገብር እ፣ ለሎ ተግባር ማለት እዩ። ስለዚ ስብከተ ወንጌልና ብጣዕሚ ክነዘምኖ ክነዕብዮ ተኾይና ብማሕበር ተወዲብና ቅድስት ቤተክርስቲያን ክነገልግል ክንኽእል ኣለና። ካሊእ ናይ ሞያ ኣገልግሎት እዩ። ኣብነት ቤተክርስቲያንና ብናይ ሕጊ ሓገዝ ተጠቃሚት ምግባር። ብዙሕ ናይ ሕጊ በዓል ሞያ ኣሎ። ኣብ ዩኒቨርሲቲ መቐለ ናይ ነፃ ሕጊ ግልጋሎት ኣሎ ዝፈልጦ ማለት እዩ። ተመሳሳሊ ብመንፈሳዊ ኣገልግሎት እንደገና ኣብ ትሕቲ ቤተክርስቲያን ኾይኖም ልኾነ ቦታ ተዋሂቦም ሰብ ቦታ ተማኺሮም እውን ዝጨነቆ ክንደይ ኣሎ። ፍትሒ ዝሰኣነ ሰኣን ልጣበቀሉ ማለት እዩ። ብዘይ ገበኑ ብዘይ ወዓሎ ዝእሰር ዝሳቐ ኣሎ፣ ብዘይ ኣምላኹ ዘማርር ካብ ሃይማኖቱ ዝናወጽ ኣሎ፣ እዚ መን ክበጽሐሉ ይግባእ ንሕና ኦርቶዶክሳውያን ተወዲብና ልማዓንቲ ኣነ ተመችይኒ ጽባሕ እቲ ካሊእ እንደገና ይኸድ ከምኡ እላተገበርና እላተገባበረ እቲ ናይ ምህንድስና ህንጻ ቤተክርስትያን ዲዛይናት ዓንቶል ገለጽዎ ናይ ቤተክርስትያን ቅርስታት ብኣግባቡ ተመዝጊቦም ክተሓዙ ናይ ፈለገ ሕይወት ትምህርት ቤታትን ገዳማትን ናይ ክህነት ኣገልግሎት ንዘመኑ ዝቃነየ ካህን ብበዝሕን ብጽሬትን ክፈሪ ኣብ ምግባር እዚ ከዚ ወሳኒ እዩ። እዚ ተዘይጌርናዮ ዘመኑ ዝምጥን ዝቃነየ ካህን ብበዝሕን ብጽሬትን ክህሊ ተዘይክኢሉ ፈተና ናብ ቤተክርስትያን ብጣዕሚ ከቢድ እዩ ማለት እዩ። ዝፈረሱ ዝዓነዉ ገዳማት ኣድባራት ከምል ደብረ ገሪዛን፣ ካሷ ጉንዳ ጉንዲ ማርያም ኣብኡ ከይድኹም እንተትርእዩ ብጣዕሚ ዘብኪ እዩ ብዙሕ ታሪኽ ብዙሕ ምርምር ብርዙሕ ፍልስፍና ዝነበሮ ሕዚ ግን በይኑ ኣብነት የቕርበ ብዙሓት ኣለዎ ከምኡ ስለዚ እዚኣቶም ትንሳኤኦም ኣዚኾን ኣብ ውሽጢ ሓደ ማሕበር ዘለዉ ኣባላት ክህልዉ ዘይግብኦም ድኽመታት የርእዩ እዮም። እዚኣቶም እውን ክንሪኦም መፍረስቲ ዝኾኑ ነገራት ማለት እዩ። ሓደ ማሕበር ልክዳኸም ልገብሩ ሓደ ናይ ኣባላት ፀባይ ዘይምርዳእ ዘይምርዳእ ሓደ ነቲ ሓደ ተናጊርኻ ዘይምእማን ወይ ክትኣምን እውን ዘይምኽኣል ዋና መፍረሲ ኣርኣያ ሰብ ኣብነታዊ ዘይምዃን፣ ንጹር ዕላማ ዘይምህላው፣ ንዝፍጠር ዘይምርዳእ፣ ብትኽክል ዘይምእላይ፣ ናእዳ ጥራሕ ዘይኮነስ ወቐና ወቐሳ እውን ክትቕበል ዘይምድላይ፣ ንኻልኦት ዕድል ዘይምሃብ፣ ኣነ ጥራሕ ኩሉ ግዜ ክገብሮ ንኻልእ ዕድል ዘይምሃብ፣ ኣብ ኩሎም ዛዕባታት ብቐሊሉ ምስምዕማዕ፣ ብቐሊሉ ይኹን ይኹን እንዳበልካ ምኻድ፣ ጉዳይ ቤተክርስቲያን ጉዳየይ እዩ ኢልካ ቅርብ ኢልካ ኣብ ውሳነ ዘይምርካብ፣ ንባዕልካ ምግላል፣ ታይ እቲ ንል ገለ ዶ እኒሀዎ እዩ ምባል ዋና ንማሕበር ዘዳኽሞ እዩ። ዝተፈለየ ሓሳብ ንዘልዓለ ሰብ ምፅላእ እውን ኻሊእ ንማሕበር ዘዳኽሞ እዩ ማለት እዩ። ብፁዕ ኣቡነ ኣትናቴዎስ ልልንዮ። እሺ ናይ ዘለውን ጽውዕ እሞ ብፁዕ ኣቦና ኣቡነ ዮሃንስ ዝብል እኒኦ መጋቢ ምስጢር እሺ ሊቀ ጉባኤ ክነፈ ርግብ የለዊ መምህር ብቀሺ ፍጹም ገብረ እግዚኣብሔር ዶክተር ማለት እዩ ፍርያት ተወካሊ እሺ ደስታ ሃይላይ ደስታ ሃይላይ ደስታ ሃይላይ ህይወት ሃይላይ ደስታ ሃይላይ ህይወት ሃይላይ ምሕረት ኣባዲ ህይወት ሃይላይ፣ ምሕረት ኣባዲ፣ ብርሃን ታደሰ እሺ እሺ የቀኔልና ስለነበረና ኩሉ እግዚኣብሔር ኣምላኽ ተመስገነ ይኹን። ካልኦት እውን ሰዓት ስለ ዝሓፀረ እዩ ኣብ ደገ ቅድሚ ኩሉ ልዕሊ ኩሉ እቲ ኩሉ ዝከኣሎ ጎይታ እግዚኣብሔር ይክበር ይመስገን ነዚ ፕሮግራም እዙይ ክዘጋጆ ዝገበርኩም ማሕበር ቅዱስ ያሬድ ኣባላት ስራሕ ፈፀምቲ ኩሌኹም ተሓባቢርኩም እውን ከመስግነኩም ይደልይ ካብኡ ብዙሕ ስራሕቲ እንዳሃለወ መምህር ፍስሃጽዮን ደሞዝ ናይ ኮለጅ ናዲን ከምኡ ውን ናይ ደቡብ ወረዳ ቤተ ክህነት ሓውና መምህር ኣረጋዊ መጋቢ ሃዲስ ውን ርእየዮ ኣለኹ ካብ መጀመርያ ጀሚሩ ካልኦት ውን ርእየኩም ኣለኹ ኽንደይ ልቦናኹም ናብ ብዙሕ ይኸይድ ኣሎ ግን ረጊጽካ ምኻድ ስለ ተሰከፍኩም እቲ ጉባኤ ውን ስለ ዝኸበደኩም ናይ በረከት ጉባኤ ስለ ዝኾነ እቲ ብዙሕ ሰብ ዝኸደ ኣንተወ ድማ ያው እቲ ሰዓት ስለ ተዋቕዖ እዩ ዝመጸሉ ብዙሕ ግዜ ስለ ተጸበየ ግን እቲ ሪፖርት ጥራይ ናዕና ዘይኮነስ ያው ናብ ዝቐረበስ ተሎ ንደገ ውን እዩ ሪፖርት ቐሪቡ። ስለዚ ተለ ንደገ ስለዝኾነ ያው እቶም ሪፖርት መቕረብቲ እውን ተሓሳብ ብምግባር እዮም እምበር እቲ ሰብ ብዙሕ ኣንቶሞሽን እና ኢሉ እንትኸድ ሻው ከቋርፅዎ ንረብ እዮም ግን ኣብ ደገ እውን ተመልካቲ ስለዘሎ ብኡ ክንርዳኣሎም ይደል ንደል ይደል ኣነ ውን ብኡ ተረዲእና ክንሕሶ ይግበኣና እምበር ዋእ ኣይርደኦምን ድዩ እዚ ኩለይ ሰብ መሽነይ እንዳከል ስቅ ኢሎም ድዮም ዘቅርቡ ከይትብሉ ደገ ብዙሕ ህዝቢ ይጽበ ኣሎ እዩ ብዙሕ ስለዚ እሱ እዩ መስለኒ ተወስካዕ መጨረሻ ብካሊእ እቱ ዝቀረበ ትሕዝኡ እቲ ጽሑፋት መርጌታ ጠመልሳን ዘቅረበ ይኹን እዚ ሓውና ሓዚ ድሓር ዘቅረበ ይኹን ንኩሉ ይህና ይምዕደና ይመክረና ብዙሕ እውን መህጥቕምና ኣሎርና ግን ኣብ ምምጻእውን ብሕልፊ ያው ኮለጅና እውን ዓብዪ ጉባኤ ነርና እዩ እብ ካሊእ ጉባኤ እውን ነሩ እዩ ድሕሪ ቡታት ቡታት ዝበለ እቲ ሰዓት ከይዱ ይመስለኒ ርግጥ ኣነ እኳ ሸሞንተ ሰዓት ጀሚረ ከፊለ ይጽበ ነረ እዚኣ ካና መቸን ነዛ ክመሳሰል ኢለ እሺ ኣይብለኩምን። ሸሞንተ ሰዓት ጀሚረ ካብቲ ዝነበረ ጉባኤ ወጺእ ከፍ ኢለ ይጽበ ነረ። ስለዚ እቲ ካሊእ ሰብ ግን ስራሕ በዚሕዎ ክመጽእ ኣይከኣለን ነሩ እና ቦዚ እዩ መስለኒ። ጥቕልል ብዝበለ ግን ሕዚ ኣነ ሓድሽ ርእሰ ውጽኤ ትምህርቲ እንድሕር ሂበኩም ልቦናኹም ተበቲኑ ስለ ዘሎ ሕዚ ከሸግረኩም ኣይደልን ግን መን ኢና ነኸብር ዘለና እስቲ ብቃልኩም እስቲ ግለጹልኝ መን ኢና ነኸብር ዘለና ቅዱስ ያሬድ እንታይ ስለ ዝኾነ እዩ ናይ እግዚኣብሔር ኣገልጋሊ በዚዩ እቲ ኣገልግሎት ድማ ፍልይ ዝበለ ብጣዕሚ ቅድስና ዝተመልኦ ብጣዕሚ ንጥቀትን ምጥቀትን መንፈሳዊ ዝተመልአ

በእግዚኣብሔር ስማ ክጽዋዓሉ ዝተቐመጠ ጽላት ዝተቐመጠ ህላክሱ ካብኣ ተነጢቑ ሰማይ በጺሑ እዩ መጺኡ። ካብ ሰማይ ድማ መንፈሳውያን መልእኽቲ ንባዕሉ ብቻ ዘይኮነስ ንዓለም ዝኾነ ሒዙ መጺኡ። ራኹሞ ስለዚ በዞም ነገራት እዚኣቶም ናይ ቅዱስ ያሬድ ክንትንትነ እንተኾይና ብዙሕ ታሪክ ስለ ዘለዎ ብእኡ እዩቱ ቅዱስ ያሬድ ክኽበር ኣለዎ ኢሉ እዞም ደቅና ኣብዚ ዘለዎ ወፃእ ዘለዎ ማእኸል ዓዲ ዝተፈላለዩ ኮይኖም ተኣኻኺቦም ቅዱስ ያሬድ ምዝካር ጀሚሮሞ ካፍታ ፀሪቀ ፃድቅ ኣብዚኣ እንዳገበሩ ዝጀመርዋ ሕዚ ግን ደስ ይብል ድማ ንእሽተይ ስራሕ ጀሚሮም እኒው ኣብነት ትምህርቲ ቤት ምርዳእ፣ ቤተ ክርስትያን ምርዳእ፣ ሓደ ሓደ ዝተሸገሩ ንግዚኡ መምህራኑን ምሕጋዝ ጀሚሮም። ሕዚ እንታይ ይበሃል ስራሕ ጀሚሩ። እንካብ ጸበለ ጻድቕ ዘኪርካ ምኻድስ ናብ ምንታይ ተበጺሑ ኣሎ ሕዚ ስራሕ ምስራሕ ተጀሚሩ ኣሎ። ካብዙይ ንላዕሊ ግን ይጽበየኩም። ካብዙይ ንላዕሊ ካብዙይ ንላዕሊ ማሕበርኩም ክተስፋሕፍሑ ምስ ዝኾነ ይኹን ናይ ቅዱስ ያሬድ ታሪኽ ዝርድኦ ሰብ ተቐራሪብኩም ክትሰርሑ፣ ተረዳዲእኹም ክትሰርሑ ከም ናይ መንፈሳዊ ኮለጅ ኣቦ እውን ሓደራ እየ ክብለኩም ዝደሊ። ብኻሊእ እተን ዝነገሩና እስቲ ንሓዘን ምኽንያቱ ንዓመታ ክንግምግመን ኢና። ኣብ ሰንበት ትምህርቲ ቤት ዘለዉ ኣብ ቀረባና መቐለ ኣብ ካሊእ ይኹን እንዳተረዳደእና ምስቶም ቤተ ክህነታት እንዳተረዳእና ነቲ መንእሰይና ብስልጠና ይኹን ብተፈላለየ መንገዲ ኣቕጣጭኡ ከየትሕዝ ከየስሕቶ እቲ ክፉእ ዘመን እቲ ሕዚ ንሪኦ ዘለና ነገር ክንሰርሕ ኢና ብጣዕሚ ደስ ኢሉኒ። ካልኣይ ኣብ ኣብነት መምህራን ብትኹረት ክንሰርሕ ኢና ኣብ ኣብነት ትምህርቲ ቤት ብሳልሳይ መንገዲ መምህራንና ደቂ ቅዱስ ያሬድ ከይንገላትዑ ብተፈላለየ መንገዲ ምስ ቤተ ክህነት ምስ ኣብ ዘዋ ዘለዉ ምስ ወወረዳ ዘለዉ ምስ ኣብ ኣጥቢያ ዘለዉ እንዳተረዳድእና ክንሕግዝን ክንሰርሕን ኢና ዝብል ጠቕላላ እቲ ራብዓይ ድማ እቲ ዝዓበየ ፅንዓትን ምርምርን እንዳገበርና ምስ ናይ መንፈሳዊ ኮለጅ ይኹኑ ምስ በየበቱ ኣህጉረ ስብከት ዘለዉ ገዳማት ይኹን ብተፈላለየ ንቅዱስ ያሬድ ዝገልፆ ናይ ትግራይ ታሪክ ንምዕባይ ወይን ድማ ናብ ኣለም ንምብጻሕ ያው ሚድያውን ኣፍልጦ ዝተውሃቦ ሚድያውን ከፊትና ኣለና ምስ ካልኦት ሚድያታት ኮይና ክንሰርሕ ኢና ኢሉ ሕዚ እዚኤና ዓመታ ክትጽበ ኢና እዚኣ ዘለና ሰባት ብሕልፊ ክስካዕ መጨረሻ ከፍ ዝበልና ሰባት ብደንቢ ኢና ንጽበ እዚኤን ብሙሉኤን ይስፋሕ ይፅበብ ዘመን ከም ዝሃበኩም ክጅመራ ግን ኣለወን ክንደይ መምህራን ክንደይ ኣብነት ትምህርቲ ቤት ክንደይ ሰንበት ትምህርቲ ቤት ኣብዛ መቐለ እኳ ይጀመር ምስ ሰንበት ትምህርቲ ቤታስ ምስ ንመጋቢ ሐዲስ መምህር ኣረጋሉ ምስ መምህር ተኣምራት ምስ ካልኦት ዘለው ናይ ስብከት ወንጌል ወይ ናይ ሰንበት ትምህርቲ ቤት መንእሰይ ዝምልከቶም ካልኦት እውን እንዳተዘራረቡ ምስ መንፈሳዊ ኮለጅ እውን ንሕና እንድሕር ካብታ ምምሃር ምስትምሃር ንእሽተይ ግዜ ረኺብና ዘይንሕግዘሉ ነገር የለን። ስለዚ እዚ ግን ክጅመር ኣለዎን ካብ ሕዚ ጀሚርካ እዩ። ናይ መጨረሻ መዕጸውየይ ግን እዚ እንድሕር ሰማዕና ብጣዕሚ ተስፋ ገርና ደስ ኢሉና እንካብ ጸሪቀ ጻድቅ ዘኪርካ ምኻድ እንካብ ጉድ መፅእም ደቶም ኣባላትና ምባል ናብ ከምዙይ ስራሕቲ ኣብ ናይ ኣብነት ትምህርቲ ቤታት ዝመሳሰሉ ስራሕ ዝሰራሕኹሞ ኣብ ናይ ሓገዝ ዝሰራሕኹሞ ኣብ ዓንተው ውን ከም ናይ መንበረ ሰላማ ህፁፅ ሓገዝ ዝመስል ዝቐርብ ዝነበረ ዝሰራሕኹሞ ኣብዚኣቶም ካልኦት ዘይተገለፁ ድማ እዚኣቶም ሰሪሕና ኢልኩምና ብጣዕሚ ንሕጎስ ዘብዩ ዘሎ ሰብ ብደም ይሕገስ ተስፋ ውን ይገብር ግን ብዙሕ ከም ዝተርፈኩም ብዙሕ ከም ዝተርፈና ኩሌና ተሓጋጊዝና ምስራሕ ሓደራ እንዳበልኩ ዓንቶ ገሌኹም ታይ ትብሉ ነርኩም ነዚ ማሕበር እዙይ ዘይፈትዉ ነዚ ስራሕ እዙይ ዘይፈትዉ ማሕበርነት ዘይተረድኦም ወይ ተረዲእዎም ድማ ናይ ትግራይ ትካል ከይዓቢ ዝሰርሑ ሰባት ኣለዉ ኢሎም ከይትደፍእዎም ከይትፀልእዎም ከይተጨናንቕዎ ታይ ደኣ ምኸርዎም ኣሕዋትና እዮም በእውነቱ ብልበይ ክነግረኩም ምኸርዎም ናፍቱ ናይ ትግራይ ዘሎ ሽግር ነልዕለሉ ካብ ውድቀት ናይ ትግራይ ዘሎ ልዒልና እንተተሓጋጊዝና ኢና ምናልባሽ እቲ ዘየስተውዓለ ንኸስተውዕል ንገሮ ኣስተውዒሉ ድማ ስቕ ኢሉ ዝኾነ ህልኽ ሒዝዎ እንተኾይኑ ድማ ወይለ ንምከር ከም ጣዕን ተወከፍቲ ወንጌል ተነቢቡ በቢ ሰብኣ ሰብዓስ ክንደይ ኢሎም ኣርባዕተ ሚእቲ ድዩ ኣርባዕተ ሚእቲ ግዜስ ደጋጊምካ ነቲ ሓውካ ንገሮ ንገሮ ኣረ ለምኖ እውን ከይጠፍእ ይብል ከይጠፍእ እውን ለምኖ ከይጸልኣካ ከይቕየመካ እሞ ከይርሕቕ ካብታ ገዝኡ ካብታ ቦትኡ ከይርሕቕ እውን ቅረቦ ለምኖ መሃሮ እንድሕር ተቐይምካዮ ውን ይቅር በሎ እዩ ዝብል እና እዞም ደቀይ ኩሉ ነገር ክኢልና ኹሉ ነገር ተኸኣኢልና ኹሉ ነገር ተመዓዒድና ንሕና ውን ሓጊዝናኩም እንተኸይድና ነገር ኩሉ ሓላፊ እዩ ነገር ኩሉ ሓላፊ ደቀይ እታ ጽብቕትን እታ ጽድቅን እያ መሕለፊ ዘይብላ እምበር እቲ ሕማቕማ ተለዋዋጠ እዩ ጥራይ ብሕማቕ እንዳሰራሕኹ ክኸድ ተልካ እኳስ ኣይትውድኦን ይገርመኩም ይጽላኣካ እዩ ኣብቲ መንጎ ትጸልኦ እኳ ካብቲ መንጎ ትገድፎ ተቋርጾ ጽቡቅ ግን ይገርመኩም እንዳሳሓበካ እንዳሳሓበካ ፍቅሪ እንዳሳሓበካ እንዳሳሓበካ እስካብ ካብዚስ ናብ መንግስተ እግዚኣብሔር የብጽሓካ ይገርመኩም ናብ ገዛ እግዚኣብሔር የብጽሓካ እቲ ጽቡቅ እኮ እዩ ሕማቅ ግን ተሞናዊ እዩ ተጸላኢ እዩ ኣብቲ መንጎ ጸሎ ስለዚ ምናልባት ኣሕዋትና ካብዚ ቅዱስ ዝኾነ ስራሕ እዚዩ ዝርሕቁ ዝረሓቁ ዝመስሉ ወይን ድማ ዘይኮን ነገር እንድሕር ርኢና ንምከሮም ንንገሮም ነዛትዮም ብተፈላለየ መንገዲ ናባና ናብታ ቅድስት ቤተ ክርስቲያንና ናብዚ ቅዱስ ዝኾነስ ጀሚርኩሞ እኘኹ ስራሕ ናብቲ ጽቡቅ ዝኾነ ስራሕ ንኽኣትዉ ንኽተሓጋገዙ ምሳኻትኩም ክኾኑ ኩሌና ተሓጋጊዝና ንስራሕ እሞ ኣይዞኹም ክመረኩም የብሉን ክትጨናነቁ ውን የብልኩምን እግዚኣብሔር ይሓግዘና ዓድና እግዚኣብሔር ይባርኸልና ሰላሙ ይሃበና ናይ ቅዱስ ያሬድ በረከት ምስ ኩሌህና ይኹን ኣብዚ ዝተረኸብኩም ኩሌኹም በእውነቱ ናይ ጻድቅ ስም ዝጸወዐ ብስም ጻድቅ ዝተሰባሰበ እግዚኣብሔር ኣሎ ኣብቲ ገዛ ንሱ እሞ ኣብቲ ጻድቅ እግዚኣብሔር ኣሎ እሞ እቲ ጻድቅ ሽሙ ክትጽውዑ እንተለኩም በረከት ኢኹም ትሓፍሱ ናይ ጻድቕ ስም ንበረከት እዩ እዩ ዝብለና ቅዱስ ቃሉ ውን እሞ እስቲ በረከት ይሃበና ደቀይ እስቲ ሰላም የምጽኣልና እስቲ ፍቅሪ የውርደልና ዝተራሓሓቀ ዝቀራረበሉ ዝተጨናነቀ ዝረጋገእሉ ዝሓመመ ዝፍወሰሉ ዝተፈናቀለ ገዝኡ ዝምለሰሉ በእውነቱ ጭን በቀል ገለ ዘለና ኣብ ልልቦናና ውን እግዚኣብሔር ኣምላክ ኩሎ ደብርዩ ፍጹም ሰላም ኮይና ናብ ብርሃነ መስቀሉ ንበጽሓሉ ብብርሃነ መስቀሉ ዕላማ ወይን ድማ መርሕ ገርና እግዚኣብሔር ኣምላክና ብርሃን ዝኾነ ዘመን ክገብረልና ናይ እግዚኣብሔር ቅዱስ ፍቃድ ይኹን ናይ ጻድቁ በረከት ምስ ኩሌህና ይኹን እግዚኣብሔር ቸርነቱ ምሕረቱ ይልኣኸልና ንዓድና ፍጹም ሰላም ይግበረልና